ሰላም ዝኸበርኩም ተኸታተልቲ ምሳኹም ዘለኹ መምህር ቶማስ ይበል እየ ብዙሓት ሰባት ቋንቋ ትግረ ዋላ እኳ ኣይረድኣዮም ደርፊ ቋንቋ ትግረ ምስማዕን ምስትማቕር ብጣዕሚ እዮም ዝፈትዉ። ንሎሚ እምበኣር ናይ በሓር ድምጻዊ እድሪስ መሓመድ ዓሊ ኣሰናይ ርኤና ወታሌና እትብል ደርፊ ብሓደ ክነስተማቕራ ኢና ምሳይ ጽንሑ።

ንምባል እዩ። ኣሰናይ ርእና ወታሊና ቲላ ክንብል ከለና መሳኒቱ ምዃን ብሓደ ምኻድ ማለት እዩ። ስለዚ ኣሰናይ ርእና ወታሊና ክብል እንከሎ እንቋዕ ገጽ ንገጽ ተራኣኣናን ብሓደ ክንነብር ኣብቅዓናን ወይ ክንራኸብ

ናፍቖት ማለት እዩ። ሉለት ባሕር ክብል ከሎ ድማ ዑምቂ ባሕሪ ማለት እዩ። ወይ ድማ ሉል ባሕሪ። ሉለት ባሕር፣ ሉል ባሕሪ። ስለዚ እንትሰፍለልኪኒ ሉለት ባሕር ይብል ኣሎ። እቲ ሉለት ባሕር ዝብል ዘሎ ሉል ባሕሪ ውክልና ንሃገረ ኤርትራ ማለት እዩ። እንትሰፍለልኪና ሕብር ሰዓር። እንቲ ንስኺ ማለት እዩ። ሕብር ሳዕር ሕብር ሕብሪ ማለት እዩ ሳዕር ሳዕሪ ንስኺ ኣናፊቅክና ኣንቲ ሕብሪ ሳዕሪ እዚ ውን ትውክልና ንኤርትራ እዩ ኣብ ቋንቋ ትግሬ ዝበዝሕ ግዜ ወስጠዘ ተምሳሌት ውክልና ስለ ዝጥቀሙ እዮም እቲ ግጥሚ ሓያል ዝኸውን ካብኡ ተበጊሶም ድማ እቲ ጥዑም ዜማ ዘውጽዎ

ዕምሩ ልሕጨር ዕምሩ ልሕጨር ዕምሩ ዕምሪ ማለት እዩ ወይ ድማ ዕድመ ልሕጨር ድማ ይሕጸር ማለት እዩ ስለዚ ዳርጋ ምስ ትግርኛ ተቀራራቢ እዩ ብትግሬ ዕምሩ ልሕጨር ንብል ብትግርኛ ድማ ዕምሩ ይሕጸር ልሕጨር ልሕጸር ስለዚ

እቲ ሸያብ ክምርዓዋ ምስ መጸ እቶም መንእሰያት ድማ ንኽደልይዋ ንበረኻ ወጺኦም ማለት እዩ። ወሓር ሽባን ፈግረት እግል ትሕዘያ እግል ን ማለት እዩ። ትሕዘያ ድማ ንኽደልይዋ። ሕዘ ክንብል ከለና ድለ፣ ይትሓዘ፣ እንታይ ትደሊ። ስለዚ ብድሕሪኡ መንእሰያት ወጺኦም ንኽደልይዋ። ማለት እዩ ንቐጽል። ወሓር ደርጊ መጸት እግል ትርኣያ። ወሓር ድሕሪኡ ደርጊ በርጊኡ መጸት መጺኣ እግል ትርኣያ ን ክትርእያ። ወሓር ደርጊ መጸት እግል ትርኣያ ብድሕሪኡ ደርጊ መጺኣ ንክትርእያ። እንታት በዝሓ ዲበ ኮፎ ኢደያ። እንታት በዝሓ ዲበ ኮፎ ኢደያ። እንታት የዕንቲ በዝሓ ዲበ በዚሕዋ ኮፎ ከመይ ኢደያ። ኢደያ ክገብራ ማለት እዩ። ዓይኒ በዚሕዋ ከመይ ክገብራ ወይ ድማ ዓይኒ በዚሕዋ እንታይ ክገብራ ንምባል እዩ። ኣብዚ እንታይ ይብል ኣሎ ሓውየ ውላድ እምየ ምስል ንንበር ሓውየ ማለት እሕዋተይ ውላድ ደቂ እምየ ኣደይ ሕበር ብሓበራ ንንበር ስለዚ ኣብዚ እንታይ ይኹን ሓውየ ውላድ እምየ ምስል ንንበር እሕዋተይ ደቅደይ ደቅኖይ ብሓደ ንንበር ንምባል እዩ። ሓውየ ወስናቸ ምስል ንንበር። ሓውየ ወስናቸ ስነት ክንብል ከለና መሰታይ ማለት እዩ። ሓውየ ወስነትቸ እሕዋተይን መሳቶይን

ልኣፍገሬና ዘውጽኣና ምን ዓዱ ልፍገር ምን ዓዱ ማለት ካብ ዓዱ ልፍገር ከኣ ይውጻእ ዓድና ልኣፍገሬና ዓዱ ልፍገር ክብል ከሎ ካብ ዓድና ዘውጽኣና ንሱ ካብ ዓዱ ይውጻእ ንምባል እዩ። እንቲ ሰፍለልኪኒ ግሩም ሕብራ ንስኺ ኣናፊቅክኒ ጽቡቅ ሕብራ እንቲ ንስኺ ግሩም ጽቡቅ ሕብራ ሕብራ ንስኺ ኣናፊቅክኒ ጽቡቅ ሕብራ።

ንሰፍለኪ ንሉለት ምድራ ዓድና ለፍገሬና ዓዱ ፈግራ። ዓድና ለፍገሬና ዓዱ ፈግራ። ዓድና ለፍገሬና ካብ ሃገርና ዘውጽኣና ዓዱ ፈግራ ካብ ሃገሩ ወጺኡ ካብ ዓዱ ወጺኡ። ሓራይ እምባር ዝኸበርኩም ተኸታተልቲ ንሎሚ ሒዘልኩም መጽየ ድነበርኩ ምስትምቓር ደርፊ ቋንቋ ትግሬ ናይ በሃር ድምጻዊ እድሪስ መሓመድ ዓሊ ኣሰናይ ርኤና ጎታሊና ኣብዚ ክውድኤ ኣብ ዝቅጽል ድማ ካልእ ደርፊ ሒዘልኩም ክመጽእየ ንስኹምውን ብወገንኩም እትፈትውዋ ናይ ቋንቋ ትግሬ ደርፊ እንተላ ንክትንትነልኩም ክትጠቅሱለይ ብትሕትና ይሓትት የቀንየለይ።